ህዋ እሞ ንጽድቂ ኮነኪ እያ ከተእክብየ ዝደቕና ወይቱ ሸውዓተ ደቁ ኣብ ደገ ዝቕመጡ ከመይ ዝበለ ዳህሮን ዓጁዝ እኳ
ሜሪ ሽኮር ተገጢምኪ ኣለኺ እሞ ካብቶም ሸውዓተ ደቁ ንሓደ እየ ክደልየ ክደለኺ እሞ እንታይ ኣብ ኤሜሪካ ዝቕመጥ ከለዋ ንዓ እምበር እንታይ ደቁ ደኣ እዋ እዋ ምክንያቱ ደቁ ካብ ደገ ዘይጣደነ ሰዲ እዮም ሰዱ ኣብዚ ከዓ ዝቃፀ የብሉ ገለ የብሉ በል ሕራይ ሰበይቱ ከብ ደገ ደላ ሰበይቱ ካብ ትኽንፍ እኮ ዱኣን እንድያ ጌራ ዘላ ኣብ ከመይ ዝበለ ሃገርገር ዝብል ኢላ በይኑ እዩ ዝቕመጥ እወ መሓዛ ይኽደንኪ እዚ ሰብኣይ ወይ መጋቢት ወይ ሰራሕተኛ ናይ ፅሬት ቆፅረ ክጥራይ ደልዩ ከይኮን ከይትሕምኒ በጃ ከምዚታት ክሰማዕ ኣይደልን እየ ከም ዓዱ ሕቢ ተረቢጡ ዘሎ መረብ እኳ ይሓቢኒ እሞኸ እንታይ እሞኸ ደኣ ኣይላቭ ዩ ሃኒ

ቡክ ዶ ይብሉ ባንክ ከዓ ባህልና ቡክ ዶ ወረቐት እንዲ ካብኡ ዝዓቢ ክብሪ ከግዳር ይኮን ክትብ የለና

ይቐርብ ጎረቤት እኳ ተባሂሉ እዩ። ጥቓን ጥቓን ምዃኑ ዲኻ? ኮሉምሉ እምበር ኣንታ ኮሉምሉ። በል ሃየ ተኩስ። እንታይ ተኹሱ?
ኣርቢጂ። ኣንታ
እንታይ ዲኻ ክትብል ደሊኻ ዘለኻ? ሃየ እንዶ ተዛረብ። ዕላጅ ደኣ በሃል። ንሱ ዲኻ?
እሱ ደኣ ዝግ ኢልካን ብሕት ኢልካን'ዩ ዝዕለል ደቦጭ ዓርከይ። ወይለ
ዝግ ኢልካን ሃዲእኻን ከኣ'ዩ ዝዕለል። ኣንታ እሞ ጥዑም ወረ ከተስመዓኒ ኢኻ ግዲ። ወይለ ጥዑም ተበሉኻ'ኸ ካብታ ቆርፋድ ስራሕካ ኣናጊፉ ናብ ዝዓበየ ትካል ዘሰጋግር ብስራት ብስራት እየ ሒዘልካ ምፅኤ ዘለኹ። እዋ ኣንታ እሞ ኣብ ወረ ዘለኒ ህንጡይነት እናፈለጥካ ሃስገ ንገረኒ ልበይ ኣይትስቀሉ። እሱ ደኣ ናበይ ከይከደካ ክነግረካ ኢለ እንዴ መፅኤ የግዳስ ብሕት ኢልና ቦታ ክንመርፅ ኢለ እየ ክነዕልል። ወይ ካብዚ ዝበልፅ ፅምዋ እንታይ ደሊኻ? ዋይ እንታ ደቦጭ ክንደይ ትህወኽ ኢኻ ዋዕ ኣይናባኻ ኢለ እንዴ መፅኤ ከይነገርኩኻስ ናበይ ከይከይድ ኢኻ የግዳሲ የግዳ ብሕት ኢልናስ ሓደ ሓደ እንዳበልካ እናባ ዝብስራት ክንነግረካ ወይ እንታ ደሓን እንታ ትኽስታይ እንደ ጽንሓልካ ዋይ ቅድም እቲ ብስራት ነገረኒ እንታይ ሒዘ ደኣ ክጋብዘካ ደሓር ከኣ ናበይ ከይትኸይድ ኢኻ እንታይ ስራሕ ኣለካ እዩ ወይ ደኣ ከምኡ ህውኽ ገይሩ ፈጢርኒ እምበር

እንታይ ተረኺቡ ደኣ ቀትሪ ምድሪ ከምዚኣ ኢልካ ፂፂፅ እምበር ኣይግደክን እንታይ ንሱ
ዋን ከመይ ጌርካ ትፈልጥ ክንዲ ምንታይ ማይልስ ዲኺ ካብ ሜድያ ዓለም ርሒቂ ዘለኺ
እቲ ሓድሽ ዜና ኣሎ ድዩ

እዚ ድማ ካብ ሜድያ ዓለም ርሒቕ ክለኽ ዘበለን ቅድም ኮድ ናይ ፌስቡከይ ስለ ትፈልጢ ምስቶም ኣብ ደገ ዘለዉ ናይ ፌስቡክ ኣዕሩኽተይ ክትራኸብ ኢልኪ ትኸፍትያ ዶ ነርኪ
ደይጠቕሙ ምዃኑ ምስ ፈለጥኩ ኣቋሪፀ ዘይጠቕሙ ዶ ተመርዕም ዘይወስዱ ኩሉ ሓደ ኣሰልቸሙ ንፌስቡክ ካብ ምኽፋት ገዲፈዮ እማ ዜና ከዓ መሓሊፉ ኣየ ነዚ ወራር ትብሎ ዘለካ ድቲ ዜና ትኽክል ኣብ ባዕዲ ሃገር ትነብር ዝነበረት ናይ ፌስቡክ ዓርኪ ኣቤል ነታ ኣብ ኣስመራ እትነብር ኣፍቃሪት ኣቤል ክትወርር ትማሊ ኣስመራ ኣትያ። ሑር ኣታ ሓወይ እታ ናይ ፌስቡክ ኣብ ኤሜርካ ትቕመጥ ዓርክኻ መጽያ? ሹር ትማሊ መጽያ።

ልክዕ ከምታ ፌስቡክ ንዕልላ ዝነበርና ግዲ ዶ በልክኦም እንተኾይኑስ ልዕሊ ዝኽል ዝንጣለካ ኣውፃዮ ዝኽዳን ፅቡቕ ኣለኹ ናይ ሰንበተይ ካብ ምቻይ እዚኣ እንድያ እዚኣ ገይረ እዩ ዝኸይድ ዋ ኣታ ባሕወይ ብጃኻ ኣየራ ሓረም ከይተኽፍዓና ወዲእካ ዲኻ
ጫማኻ ገለ ኩሉ ተወራዊሉ እሞ የሳልጦ
ኣዝዩ ሃብታም ኢልካዮ ሃብታም እንተበሉኻ ቢልዮነር ቢልዮነር ብለካ ኣሎ ቢልዮነር ቢልዮነር ከ ወይላይ ግደፍ እንዶ ዶ በጽዓርከይ ዕድልካ ኣጸቢቕዎ ኣሎ ኣጸቢቕዎ ኣሎ ዕድልካ ኣንታ ሙዝ ድኽነትናሲ ካምሲን ክወስዶ ይበለኒ እንታይ ካምሲን እዳ ዋ፣ ናይ ሸውዓተ ወለዶኻ ድኽነት ብርቁቕ ኣቢሉ ዘጥፍእ ሱናሚ በሎ እምበሪ ሱናሚ ሱናሚ ወይ ብርቁቕ ኣቢሉ ዝወስድ ኢዳ ወይላይ ጥራይ እዛ ጉዳይ ትስለጥ በላ እምበሪ ይትረፍ ዶ ንዓኻ በዓል ጉዳይ ንዓና ከማን ነዞም መማጻእቲ ኣኺሉ ዝተርፍ ከስንቐና ይብለካ ኣለኹ እዋይ ኣንታ እሞ እዛ ተካል ቆልዓ ሕራይ ዶ ትብለኒ ኢልካ ይኣኻ እንታይ ከፊእዋ ዳኽ ትኣቢ ኣንታ ከመይ ቅራን ድዩ መሲልካ ሰይጣን እኮ እያ ስቕ ኢለ ክሓስቦ ከለኹሲ እምበር ደናተ እያ እምበር ደ ዘርኣያ ኢለ እኮ እየ ነታ በዓልቲ ቃል ኪዳነይ ዝሓምያ ፍጹም ባዕ ዘረባ ኣይትሰምዕ ኣይትምእዘዘኒ እንታይ ግድኻ ነቲ ሃብቱ ጥራይ ምስ ረኣየት እየ ዝብለካ ዘለኹ ከምዚ ዋንኡ ዝረኣየ ከልቢ ሰል ሰል ሰል ሕስስስስ ክትብል እያ ዝብለካ ኣለኹ ንዓይ እመነኒ ኣይትርዳእ ከማ እዚዛትካ ዘይትፈልጥ እውን ክትመእዘዘካ እያ ዓንዳይ ኣይፈለጥካያን ዘለኻ እዚኣ ሃብቲ ይሓጅባ ድኽነት ኣይሕምማ ጥዑይ ይኹን ሕሙም እዚ ንወፃእ ዝወስዳ ጥራይ እያ ትደሊ ክላ ትቕበል እዚ ዳ ንዕኡ ኣየናይ ኮይኑ ይትረፍ ዶ ንወፃኢ ሃገርሲ ይብለካ ኣለኹ ዝከኣል እንተዝኸውን ዝከኣል እንተዝኸውን ዝኸፈለ ከፊሉ መንግስተ ሰማይ ከማን ምወሰደ። ወይለይ ክቐትላ ድዩ? በስመኣብ ወወልድ ወመንፈስ ቅዱስ እንታይ ምቕታል እኮ። ንመንግስተ ሰማይ ክወስዳ እዩ ዶ ትብለይ ኣለኻ? እሞኸ? እንታይ እሞኸ ደኣ መንግስተ ሰማይ ምስ መትካ እምበር ብህይወትካ ዶ እቶይ። ኣንታ ደቦጭ ዓርከይ ኣነ ዝብለካ ዘለኹሲ ይትረፍ ዶ ንወጻኢ ሃገርሲ ዝከኣል እንተዝኸውን ዝኸፈለ ከፊሉ ከዛውራስ ንመንግስተ ሰማይ ምወሰዳ እየ ዝብለካ።
ዶ እወ ድሓን ንሱ ይትረፋ ጥራይ ንወጻእ ዝወስዳ ይኹን እምበር ዓይና ኣይትሓስን እያ ብለካ ኣሎ

ሰላም ሃና ድዩ ስምኪ? ተጋጊኻ ኣለኻ ኦኬ
እንታይ ክፍላጥ ወላ ሓንቲ ክሓተየ ፅኒሐ
ንዕርክነት ወላ ንሓደ
መን ከምኡ ኢሉ ሃና ትበሃል ሰብ ቆፂራትኒ ንሳ ከይትኸውን ዓዲ እያ ወላ ሕተት ኣሎ ሱቕ በል ለኽባጥ
እንታይ ኢሊ ከዓ ኣሞረ ገና ኣሞረ ሃና ዲኺ ኢልኒ ኮንኩነ ኢለዮ እዛ ኣድገሽ ጣራ ጌርካ ኢኻ ክትላለያ ሓሲብካ መን ከምኡ ኢሉ ከዓ ዓርኪ ቁርባ ተረዳእ ካብ ሓወይ መልእኽቲ ሒዛ መፅያ ደው ኢላ ንራኸብ ኢላትኒ ሽማ እምበር መልክዓ ይፈልጦን እዩ ኣታ ከሳረዶ ዝቆፀርካዮስ መልክዓ ጠፊካ ዓይነ ስውር ዲኻ
ተረድእና እንዶ ሓራይ መስተንፈሲ እሞ ግደፈልና ጌና ከረብ ከብለካ እያ ናይ ምንታይ መስተንፈሲ ብፍቕሪ ትንፋስ የመጨኻንስ መስተንፈሲ ካደ ዲኻ ደብዛዝ ተኺላ

ስድራ ከመይ ኣለዉ? መስገን ዶ መስገን ዶ መብራት ደኣ ኣበይ ኣቢላ? ኣንታ እንታይ ክትገብር ኢልካያ ኢኻ? ድቦላ እንዲና ኣጋይሽ ኣለዉና እሞ ገለመለ ግበር ኢልናያሲ ኣብቲ ክሽነ ምስውስው ትብል ኣላ። እታ ጓልና ከ ደኣ እታ ጓልና ኣላ ዊንታ ዊንታ ንዕዛ ጓለይ ሰላም በል ኣራይ ኣውኪእካላ ዲኻ ወ ዋ ከመይ ደኣ እንታይ ደኣ ከደኣ ዋና ሰብ ጉዳይ ገዲፍኩም በይንኹም መጺኹም። ኣሃ
በዓል ጉዳይ እኮ ንሱ እዩ እቲ በዓል ጉዳይ። እወ ናቡና እንትብጻሕኹም እንበሃል ንሕና ቀንዲ ሰብ ጉዳይ ወለዲ እንዲና። ግና ንሱን ንሳን ክላለዩሲ እቲ መርዓዊ ክትማልእዎ እዩ ነይሩኩም። ኣቦ ን- ን- ንሱ እኮ እዩ እቲ መርዓዊ እቲ መርዓዊ እኮ ንሱ እንታይ
እስኪ ድገማ ንሱ እኮ እዩ እቲ ንጓልካ ዝደሊ ዘሎ ሃብታም በዓል ጸጋ መርዓዊ እዩ።

ኣይፈለጥኩን መን ክብል ኣም ዩር ሃና ሃኒ ኣሪ ኦኬ ሃና ሃና ሃና ሃና ሃና ኣሜሪካ ያ ስዊቲ ሃና ኣሜሪካ እታ ሰደድካለይ ስእሊ ምስ ረኣኹኻ ልክዕ ጃስ ኣይተቐየርካንን ኣለልየካ ንስኺ ግን ምስታ ዝሰደድክሊ ፃዕዳን ፀሊምን ናይ ዘበን ፈርኦን ስእልኺ ብወላ ሓንቲ ኢኺ ዘይትመሳሰል ስኖት ናይ ዘበን ፈርኦን እሳ ናይ ሻሙናይ ክፍሊ ተማሃሪት ከለኺ ተሰኣልክዋ እያ ክፈትዋ መዓት እየ ዛስዋ ኢኻ ሰዲደልካ ኣነ እውን ልክዕ ከማኺ ናይ ቀደም ስእልኺ ጥራይ ዝፈትዎ። ኣቤለይ ናይ ሕጂኸ?
ንሱ ንፋዘረይ ከነርእዮ ኢና። ፋዘረይ ብጣዕሚ ክሕብየኪ እዩ። ኢትስ ጉድ ፋንታስቲክ ንክንማራዖ ክፈቕዱልና እዮም ማለት እዩ ኣቤለይ። እዛ ጥዑይ ሽረ ኣቲ ፋዘረይ እኮ ምርዑው እዩ ማለተይሲ ማዘረይ ኣደይ ኣደይ ሰበይቲ እያ። So what?
ኣነ እኮ ንዓኻ እምበር ንዕኦም ኣይኮንኩን ክምርዖ። ንዓይ ክትምርዓው?
ንሕና ናትና ንገብር፣ ንሶም ናቶም ኣለዎም። ኣታ ኡይ ዶ ክብል ኣቤለይ ኣቤለይ ጸገም ዝበሃል የለን ናይ ገንዘብ ተኾንካ ኣነ ባዕለይ ክሽፍኖ እየ ኦኬ ከይትደግሚ ከይትደግሚ እዛ ዘረባ ካልእ ሰብ ከይሰምዓኪ ከይትደግሚ ዋይ ዋይ ዘይደግማ

እስኹም ትኣኽሉ ቆንቋል ኣረጊት መረቕኩም ክውዳእ ዝተቓረበስ ህፃን ቆልዓ ኣቢሊ ወዘኻ ኣይፀላእኮን ባይዘወይ ዕድመ ነገር ተሓዋዊስኒ እኮ እዩ ትሕቲ ዕድመ ትምርዓው ኣለኻ ኢሎምሲ ንዓይ ከይኣስሩኒ ዝብል ኣፍ ኣብቲ ግዜ ታሴራ ዘውፃእኹሉ ተማዊተ ግቦ ሂበ እንዴ ልዕሊ ዕድመ ምዃነይ ኣውፅኤዮ ታስኪረይ ፀገም ኣይፈጥረልናን እዩ ከምኡ ተኮይንኪ ፅቡቅ ኣነ ድማ ምስ ኣዕሩኽተይ ከይደ ባድላ ክመርፅ እንዴ ኣብኣ ብፅሕ ኢለ ክመፅእ ምስ ናትካ ስታይል ዝኸይድ ባዕለይ ሓሪልካ ኣለኹ ክትርእየኒ ኢኻ ባዕለይ ክገዝኣልካ እየ ኣይትካረይን ገዲ ገዝኣልካ ባዕለይ ገዝኣልካ ኣብየለይ ቅድሚኡ ግን ብሃንሳእ ንምሳሕ ብሓንሳእ ንዛወር ንኸይድ እሞኒ ኣምሲሕኺ ክትምስሕኒ ደሓን ኣነ ምስ ዕርኹተይ ክደ ክመርፂ ንስኺ ድማ ምስ ደቅኺ እባ ምስ መሓዙትኪ ዝብል ኣፍ እዩ ኬድኪ ቤሎኹ ምረፂ ኖኖ ኣቤለይ ምሳይ እምበር ብቴና ብሓንሳብ እምበር ኣቤለይ ቅድም ክንዛወር ኣነ ካ ሽዑ ንዕኻ መፀልካ ኣቤል ኣቤል ኢኻ ኣቤል ከመብሊስ ኣቤል ኩተይ እዋ ማይ ጋድ

ኣነ ዓንዳይ ኣነ እኮ ንዓኻን ንጓልካን ስለ ዝሓለኹ እየ እዛ ሓሳብ እዚኣ ኣምጺኤ። ክላ ስቕ በል ዋይ ጥዑይ ሓሳብ ከም ዝሓሰብካ ኸኣ ኣነ ዓንዳይ ኣነ ክትንየተለይ ብቐደሙ ዓንዳይ ዶ ይበሉኻ ንዓኻ ንባዕልኻ ተዓኒድካስ ንዓይ ከኣ ክትዓንድ ደቦጭ ግደፍ ደጊምካ ሕሰበሉ። ጽባሕ ንግሆ ተጣዒስካ ዘይትረኽቦ ዕድል እዩ ዘምልጠካ። እዚ ዕድሚኡ ወዲኡ ትብሎ ዘለኻ በዓል ግርማ ሰብኣይ ኣይግበሮ እምበሪ ኣምላኽ እንተፀዊዕዎ እኮ ንስኻን ጓልካን ኢኹም ናይ ዝኹሉ ሃብቲ ወረስቲ እንታ ወረስቲ ኣታ ናይ ብልብኻ ዲኻ ናይ ብልበይ ወ እሞ ንጓልካ እንደ ሃቦ ንስኻን ጓልካን ወረስቲ ክትኮኑ ኣነ ከዓ ናይ መማፃ ቁርቁራ ቦኽረ ኣንታ ንጓልካ ስለ ዝደልየ እምበሪ ንጓለይ ተዝደልዳ ኮቦር ሓምሓም ዳሃረምኩም ተቐበልኩ ዋይ ፅርግያ ከምካ ሓሊካ

ነበሮ ተልዕልኩም
ንስኹምሲ ምቑሩብኩምን ምሰገድኩምን እምበር ኣብዚ እዋን እዚ ዝላሸወ ስምዒትኩም ከተርውዩ ክትብሉስ ብገንዘብ ደቂ ደቅኹም ክትገዝኡ ኣንታ ከመይ ዝመሰልኹም ኢኹም ንስኹም
ኣያ ደሞጭ ከም ዝተረኣኻኒ ዝኣረኩ ዶ መሲልኩ እዋ ብዓሌትና ኣራግ ነብሲ ይህቡና መሳቶም ትሪኦም ቆልዑ እዮም ዘለዉ ቲንታ እንዳገበሩ እምበር

ክትዕምፀኒ እኮ ሓሲብ
ክጠምፃ ዶ ክጠምፀካ
ክትዕምፀኒ እምበር ክንዲ መብራህቲ እኮ እያ ትኸውን ክንዲ ማማ
እሞ እዚኣ ደኣ ክትዕምፀካ ዶ ይኮንስ ክትጉዕፅፀካ እያ ሓሲባ በለኒ ትዓብይ እኮ ኣይትኹን ወዲ ውይ ውይ ነብ ዘመን እኮ ኳኺ ሓሪልና ኣትፃሕፅሒልና ከዓ እምበር
ስምዑ እሞ ቦው ደኣ በሉ ቦው እምበር ኣምላኽ ጸጋ ዝሃበኩም እኮ ዝጠመየ ክትዕንግሉሉ፣ ዝዓረቐ ክትኮድኑሉ እምበር፣ ብኽብሪ ሰብ ክትጣልዑን ለይለይ ዝበላ ጎራዙ ከተባዕልጉን ኣይኮነን። ኣንታ ለውጥ ክኢለ ኢልካ ዲኻ? ብመንገዲ ጓልካ እኮ ንዓኻ ክዕንግለካን ክተኽለካን ይብለካ ኣለኹ። ቁልቁል ኣፍካ ተተኸል ከኣ ኢለካ ኣለኹ። ብሩር ትመስል ጓለይ ሸይጠ ድየ ክትከል? ደበጭ!
ጓልካ ኣሕሚቓትካ ኣላ እምበሪ፣ ሕራይ ኢልካኒ ዶ ተሰማሚዕ ኢልካኒ ነበርካ? ተሰማሚዐ እወ ግና ኣነ ዝተሰማማዕኹ ኣብ መቃብር ዝተጎዝጎዘ ሽማግለ መዓስ መሲልኒ ኣነ መሰታኣ ዘምጻኻላ እዩ መሲልኒ እንተገደደ እንተገደደ ከኣ በርባዕተ ብሓሙሽተ ዓመት ዝዓብያ መሲልኒ እምበር ብሚእቲ ዝዓብይዋ ክተምጻለይ ብሚእቲ ስማዕ እሞ ዝሓወይ ዝሓወይ ዝወደይ ክትብሉ ዲኹም ጸገም የለን ደሓን ስምዓኒ እሞ ኣነ ንበይነይ ስለ ዝነብር ጨና ክትኮኑኒ ደልየ እምበር ከምዚ ዓንዳይ ዝበሎ ሃብታም በዓል ጸጋ እየ። እዋ ጓልካ ተሂብካኒ ንሓሞይ ዘይከውን ኣይኮንኩን። ደቦጭ
ቁም ነገር እዩ ዝዛረብ ዘሎ ስምዓዮ። ስማዕ ኢቲ እዝንኻ ትመንጠል ዋእ ተነፋሕ።
ዋእ ተነፍሑ። በሉ ስምዑ ክንደይ ሰብኡተን ዝመትወን ምስ ሰብኡተን ተፈላለየን ደቀን ክዕብያ ዝተሸገራ እኮ ኣለዋ እዋ ትፈልጠን ኣለዋኻ መሊኤን ክንደይ እሞ ክንብለና ግርም ግን ቅንዲ እቲ ዘገድስ ዕድመ እዩ ደቂ ክንደይ ይኾና? ኣነዶ በጃ ኣነዶ ዕድሜ እንዳ እንታይ ገደሰኩም? የገድስ እምበሪ ዕድመ ዝበልዐት ስምዒታ ዝወተት ደኣ እሞ እንታይ ክትዓብሰሉ እንታይ ክትኮኑ? እወ ሓቁ ነው ዓንዳይ ጽቡቅ ገይሩ ተረዲኡኒ ሓቁ እዋ ስምዒታ ዝወደአት ደኣ እንታይ ክትባቁጠለይ? ስምዒትኩም ስምዒት ወኻርያ ትኹን ኣነስ ንበይነይ እየ ስለ ዝበልኩም ገዛ ጸራርያ ትጸንሕ እ ጸብሒ ሰሪሓ ትምግበኩም ስራሕተኛ ማለተይ እምበር ንመውስቦ መዓስ ኢለኩም ሰራሕተኛ እንታይ ደኣ ንዓኹም ኣይጽምወኩም ንሳ ከኣ ካብተን ተረፍኩም እናተመገበት በተን ትህብዋ ደሞዝ ቁሩብ ቁራቦ ደቃ ተምህር ንስኹም ከኣ ትጸድቁ። ኖኖኖኖኖ ኮምስ ኣይደሊን እየ። ዶ እወ።
በሉ ሕራይ ወዲእና ኣለና ገዛ ኣይትገድፉለይ። ደቦጭ ርግእ እሞ በል ፈለማ ፈለማ ነታ ቆልዓ ጸዊዕናሲ ዘይከነረድኣ ዘይንፈትን። ሓቁ ኣሎ ዓንዳይ ናይታ ቆልዓ ሓሳብ ዘይንሰምዕ።

ኣብ ነብስኻ ምስ በጽሐ እምበኣር ተሰዊትካ ብሓን ኮንካ እምበር ዊንታ ጓለይ እውን እኮ ጓልካ እያ። ደሓን ደሓን ኣይትበኣሱ ዋእ ካብ ክልቲኤን መሪጽኩም ሓንቲኤን ትብጻሕካ በሉኒ ተዘይኮይኑ ኣነ ሃብታም በዓል ጸጋ እየ ንኽልቲኤን ክእክበን ይኽእል እየ እንታይ